ሰላም ሰላም ሰሎም ደበሰያ ካብ ሶሎ ሚድያ ንሓቂ ወይ ድማ ሶሎ ሚድያ ፎር ትሩዝ ኩልኹም ሰዓብተይን ተኸታተልተይን ኣብ ዘለኹሞ ሰላም ጥዕናን ክኾነኩም እናተመነኹ ሎም መዓልቲ ድማ ሓንቲ ጅግና ዝኾነት ኣደ ብዛዕባ እታ ኣብ ስደት ዘላ ኣደ ፅቡቅ ገይራ ገሊፃታ ኣላ እታ ኣብ ስደት ዘላ ኣደ ከምዚ ሓፍትና ዝገለጸቶ ምድረ በዳ ሰጊራ ዝመፀት ሜዲትራንያን ሰጊራ ዝመፀት ምስ ሊብያውያን ምስ ራሻይዳ ነዚ ኩሉ ጥሒሳ ዝመፀት ናብራኣ ክትልውጥ ናብራ ቤተሰባ ክትልውጥ ናብራ ሓዳራ ክትልውጥ ኩሉ ግዜ ፋሕተርተር ትብል ስለዚ ከምዚኤን ዓይነት ኣዴታት ክነኣዳ ከምዚኤን ዓይነት ኣዴታት ክምጎሳ እምበር ክትጸርፈን ከተቃልለን ነውሪ እዩ። ኣብ ስደት ዘለዋ ኣዴታት ኩለን ጥዑያት እየን ማለተይ ኣይኮነን ምኽንያቱ ገለ ገለ ኣዴታት ህግደፍ ደገፍቲ ህግደፍ ሕልና ኣልቦ እዚኤን ክመዓዳን ክግስጻን ክምለሳን ይግባእ እንተኾነ ግን ዝኾነ ሰብ ክትመልሶ እንዳጸረፍካ ኣመንዝራ እንዳበልካ ኣይኮነን እንዳተሓሓትካ እንዳደቖስካ ኣይኮነን ግቡእ ዝኾነ ተግሳጽ ክብሪ ዘለዎ ተግሳጽ ክብሪ ዘለዎ ዘረባ እንዳተዛረብካ እዩ ስለዚ እዚ ሓፍትና ናይ ብሓቂ ኣምላኽ ዘመንኪ ኩሉ ይባርኽ ሓዳርኪ ይባርኽ እቲ ዝግለጽክዮ ናይ ብሓቂ ኣዕጋቢ እዩ በርዝደይ ከተኽብር ስለ ዝረኣያ እስኺ ኣብዚ ዕድመ እዚስ ኢሉ ከቃልላ ምፈተነ ዝመለሰትሉ ስምዕዎ።
የሕዋት እዚ ሓውና እንታይ ድብል ደሎ ጓል ሓምሳ ዓመት ኣኺልክስ ነዴታት ክደይ ትመስሊ እዚ ትገብርዮ ዘለኽሲ ንጓልኪ እዩ ንጓልኪ ግደፍላ ቀይረ ተዘናጊዐ በርዝደይ ስለ ዝበልኩ ማለት እዩ ስምዓኒ ሓወይ መዓረይ እቲ ዕድመ ፅቡቅ እንዲኻ ገሚትካ ደለኻ የስ ኣም ፊፍቲ ኦኬ ቴንክ ዩ ፅቡቅ ኢኻ ትግምት ትማል በርዝደይ ድብዓልኩ ናይ ሓምሳ እዩ ግን ንስኻ ክነገረካ ክነግረካ እየ ናይ ስደት ኣደ ማለት እዩ እ ኣበይ ኣበይን ኣበይን ተራኺቡ ናይ ኣዴታትክን ናይ ኣዴታትክን እሰን ንዓና ክመስላሲ ኣይክእላን እየን ይብለካ ኣለኹ ብተኣምር ብተኣምርሲ ካብኡ መፅያ ሕጂ ዋላ ኣብ መንጎ መንጎ ዘላ ዕድመ መፅያ ከማን ከመይ ገይራ ዓዳ ትምለስ ከመይ ገይረ ነዚ ስደት ክቕሮ ከመይ ገይርክን ክኢልክን ኣለኹ እንታ ትሰደላ ንነበርካ ሓፍትኻ ድዩ ካሊእ ድዩ ኣብዚ መፅያ ከማን ኣይትኽእሎን እያ ክነግረካ ተረዲእካ ኣሎ ዶ እ? ኣነ ዝኽእሎ ደኣ ኣደይ ኣበይ ክኢላቶ ኣነ ዝገብሮ ደኣ ኣደይ ኣበይ ገይራቶ ኣይገበረቶን ክነግረካ ን ብብዕድልና ስለ ዝኾነ ማለት እዩ ሕማቅ ኮይና ገለ ዘይኮነሲ ኣብቲ ዘላቶ ዓዲ ን ተጠመተት ሓዋ ተጠመተት ኣዲኣ ተጠመተት ጎረባብታ ድሕሪ ሰኣ ዝኣሊኣ ኩሉ ስለ ዘለዋ ማለት እዩ ኣነ ግን ኣርባዕተ ስጋዕ ዝኣሊ ባዕለይ ኣደ ባዕለይ ጎረቤት ባዕለይ ሓፍቲ ባዕለይ ሓትነ ባዕለይ ኣሞ ኮይነ ሓሊፈዮ ተረዲእካ ዶ ነቶም ኣርባዕተ ደቀይ እዚ ከምኡ ኮይነ ሓሊፈዮ ማለት እዩ ተረዲእካ ኣለካ ዶ ኣደ ስደት እዚኣ ትሕልፍ እሱ ከይኣክል ዓለም እያ ተመሓድር ዓደ ስድ ኣደ ስደት ማለት እዩ ኣደ ኤርትራዊት ኣብ ኤርትራ ኮይና ናይ ገዝኣ ጥራሕያ ትሓስብ ንሕና ግን እሳ ተማሓድሮ እንተክኢሉ ሰብኣይ ይሕግዝ ብንዳ ስድርኡ ብንዳ ስድርኣ ማለት እዩ ኣብዚ ግን ንነፍስኻ ኮንካስ ንደቅኻ ኮንካስ ንኻሊእ ሰብ ሓጊዝካስ ፅጉሚ ትብሎ ሓጊዝካስ ንሕዋትካ ብድብፃሕ ኣብፂሕካስ ኣደ ስደት ደኣ መን ክኽእላ እዛ ተቃልዋ ትውዕል ዘለኹም ኣደ ስደት እዚ ትመስል እንዳነበዐት ከምደይ ነበዐት ንበይና ሓራስ ኮይና ንበይና ከምደይ ኮነት ንነብሳ እንዳእመነት ነብሳ ጽርያ ደቃ ኣጽርያ ብዝተካእላ ደቃ ቀጺዓ ክትከይድ እያ ትብል እስኻትኩም ኮንኩም ኣሕዋትና ከምዚኦም ከማኻ ዘይረብሑ ወዲ ዘይረብሑ ሚእቲ ኢልኩም ደይትፈልጡ ንስድራኹም ግን እ ንሰባት ከተቃልሉ ኣደ ደይትመስሊ እ ኣነ ዝገብሮ ደኣ ኣደይ ኣበይ ጌራቶ እ ተዋሒጥልካ ዶ ኣይተዋሕጠልካን ከውሕጠካ ይፅቡቅ ገይረ ተረዲእካ ኣሎ እብድ ኣደ ስደት ማለት እዩ ምዝ ኩሉ ቻለንጅ እንዳሕለፈት ኣደ ኤርትራዊት ደኣ ኣብ ኤርትራ ኮይና ደኣኒ ንግሆ ምስ ሰብኣያ ኮይና ትቆርስ ምስ ሰብኣያ ኮይና ትምሳሕ ትዕንግል ደቃ ኮፍ ኢላ ትኸብር ሓፍተይ መፀትኒ ክስቶ መፀትኒ ክትብል ትውዕል ኣደ ስደት ግን ኮም ኢኮነትን ምስ ሰብኣያ ኣይትቆርስንያ ምክንያቱ ኣይተዓደላን እሱ ክሰርሕ ኣለዎ ንስድርኣ ክሰድ ክሕግዝ ተኮይኑ ክሕግዝ ስለ ዘለዎ ንስድራ ክኣሊ ስለ ዘለዎ ኣደ ስደት ኩሉ ግዜ ብጽምዋ ትብላዕ ምክንያቱ ምስ ሰብኣያ ኮይና ክትሕንቅቕ ኣይትኽእል ምስ ደቃ ኮይና ክትሕንቅቕ ኣይትኽእል ንደቃ ትምህርቲ ክትሰድድ ኣለዋ ክትጎይ ኣለዋ ገንዘብ ከተምፀሎም ኣለዋ ካብ ሰቦም ከይትተርፉ ክትሰርሕ ኣለዋ ኣነ ዝኽእሎ ደኣ ንመን ክኽእሎ ኣነ ክብለካ ከለኹ ንሆነ ጉለን ደቂ ኣንስትዮ ናይ ስደት ወኪል እየ ዝዛረበካ ዘለኹ ሓንቲ ተመለሰትልካ ከዓ ፅቡቅ ክዳን ተኸይና ተመፀትስ ገሊላ ተተዛረበትካ ከዓሲ ባዕላ ትመልሰለይ ትምልሰልካ እሳስ ትትንክፋ እንዲኻ ዘለኻ ኣደደይ ትመስሊ እንዲኻ ትብላ ዘለኻ ኣደ ደኣ ሓሊፈዮ እምበር ብለካ ኣለኹ ኣነ ዓሰርተ ወላዲተይ ይብለካ ኣለኹ ኣነ ዝገበርክዎስ ክንድርብዒ ኣይትገብሮን ኢኻ እስኻ እስኻ ገጽካ ከዊልካ ኣብ ቲክቶክ ሕሕማቑን ኣደልይ ትመስል ትዋራዘ ጥራሕኻ ዘለኻ ርግጸኛ ይብለካ ኣለኹ ከምቲ ኣነ ንስደት መኪተ ንሕዋተይ ንፋሚለይ ኣብ ድብጻሕ ድብጻሕኹ ክንዲ ርብዒ ግደፎሞኒ ሚእቲ ሰዲድካ ይትፈልጥ ኒኻ ብልካ ኣለኹ ክንድታ ኣደ ስደት ሲ ማንም ኣይትመፅን እያ ኣደ ስደት ኣዴታት ክንደይ ትመስላ ዋ ኣዴታትና ዳ በቃ ካብ ኣብ ስደት ኣይረኣያ እም፣ ኣነ ሰለስተ ኣርባዕተ ዓዲ በፂሐ ንዓይ ጥዒምንስ ንዕኦም ንክጥዕሞም ኢለ ማለት እዩ ተረዲእካ ኣሎ ዶ ካልኦት ከዓ ከምኡ ከርቲተን ኣደ ስደት ብሊብያ ጠፊኣ ክትፈልጥ ማለት እዩ ኣደ ስደት ክጥዕማ ኢላ ብሊብያ ምስ ደቃ ጠፊኣ ኣደ ስደት ከ- ከ- ከርቲታ እ? ደይ ምስል መሲላ ማዳ መሲላ ሓንቲ መዓልቲ ተቆኒና ከይደቀሰት ንስድራኣ ክትሰድድ እ? ኣደ ስደት እዚኣ እያ ኣቱም ሕማቃት እቶም ንሕዋትኩም ከተቃልሉ ትውዕሉ ኣደ ስደት እንዳበልኩም ማለት እዩ ኣደ ስደት እዚ ትመስል ኣየናይ ዳ ኢልካዮ እምበሪ ይኣኽለካ ንሎሚ ቴንኪዩ ከማኻን ወዲ ከማኻን ሕማቃት ነቶም ሰብኡት ኣይኮንኩ ዝዘረብ ዘለኹ ነዚ ምሳይ ዘሎ ሰብኣይ ኣይኮንኩን ዝዛረብ ዘለኹ ሰብኣይ ስለ ዝኾነ ማለት እዩ ንዓኻ ከምዚ ሓምለ ሰነ ግን ሓምሊ ወዲ ሓምሊ ክትፃረፉ ትውዕሉ ግን ንዓኻ ሞ ዝብለካ ዘለኹ ኣደ ስደት እዚኣተን እዚኣተን ክትብሉ ከምዚ ናህና ዳ መን ክኽእሎ ምስ ኩሉ ትራማን ሽግርን ንኩሉ ኣብ ከብድና ጌርናስ መሊስና ሰብ መሲልና ተመሻሽጥና ሪኢኻኒ ሰላሳ መስል ግን ኣነ ሓምሳይ ዕድመይ ግ- ፅቡቅ ገሚትካ ኣለካ ቱ ያንግ ግን መስል ስቲል ሰላሳ ንኩሉ ቻለንጅ ገይረስ መሊሰ ከዓስ ናብ ሰላሳ ከዓ ተመሊሰ ኣምላክ ከዓ